ግሎሪ ጂዘስ ሃሌሉያ እግዚኣብሔር ዓመት ሕሊፉ ዓመት ስለ ዝትክእ ዘመናት ሓሊፉ ዘመን ዝትክእ ኣምላኽ ስለ ዝኾነ ክንድኡ መጠን ድማ እናዘከረና እዩ ዝኸይድ እግዚኣብሔር ክብርና ኣምላኽ ይኹን ኣብ ዘመናት ኩሉ ኣምላኽ ንህዝቡ ረሲዕዎ ኣይፈልጥን እዩ ኣምላኽ ባረክ ካብ ዕብራውያን ዓሰርተ ሓደ ካብ ሸሞንተ ከንብብ እየ ሸሞንተ ክሳብ ዓሰርተ ከምዚ ይብለና ኣብርሃም ናብቲ ርስቲ ክቕበሎ እተኣመመሉ ስፍራ ክወፅእ ምስ ተፀውዐ ብእምነት ተኣዘዘ ናበይ ከም ዝኸይድ ከይፈለጠ ወፀ ናበይ ከም ዝኸይድ ከይፈለጠ ወፀ ዝብል ክንመሃር ኢና ክብርና ኣምላኽ ይኹን ነታ ኣምላኽ ዝሃናጽኣን ሰራሒኣን መሰረት ዘለዋ ከተማ ይጽበ ስለ ዝነበረ፣ ብእምነት ኣብታ ምድሪ ተስፋ ከም ኣብ ምድሪ ጓና ኰይኑ ተቐመጠ። እሞ ምስ ነዛ እዛ ተስፋ እዚኣ መዋርስቱ ይሳቕን ያእቆብን ኣብ ድንኳን ይነብር። ክብሪ ንኣምላኽ ይኹን። ስለዚ ኣብዚ ቃል ሓደ ነገር ሓንቲ ቃል ክንመሃር ኢና እግዚኣብሔር ይመስገን ምናልባት ኣብ ዝሓለፈ እውን በዚ ቃል እዚ ጎይታ ገለ መልእኽቲ ናብዚ ጉባኤ ደርቢ ኣሎ ምስተውዓል ተደኣ ሃሊና ብዙሕ ነገር እዩ ተዛሪቡ እግዚኣብሔር ኣይነበርኩን ብመንፈስ ግን ነይረ እዚ እግዚኣብሔር ነቲ ቃል ክከታተሎ ኣዚዝኒ ተኸታቲለዮ ኣብቲ ቃል ከዓ ወስኽሉ ኢልኒ እግዚኣብሔር ይመስገን ትማሊ እውን ጸሊና ኢና ክብርና ኣምላኽ ይኹን በዚ ቃል እዚ ሕጂ እውን በዚ ቃል እዚ እግዚኣብሔር ዳግም ምስጋር ክኾነልና ዝዛረቦ ነገር ኣለዎ ክብርና ኣምላኽ ይኹን ስለዚ ኣብርሃም ናብቲ ርስቲ ክቕበለሉ ዝተኣመመሉ ቦታ ይብለና ኣሎ ናብቲ ዝተኣመመሉ ስፍራ ክወጽእ ክመጽእ ምስ ተጸውዐ ብእምነት ተኣዘዘ። ከም ኣብርሃም ብእምነት ዝእዘዝ እሙን ሰብኣይ ኣይነበረን። ብእምነት ዝእዘዝ እሙን ሰብኣይ ክነሱ ውጻእ እንተ በሎ ይወጽእ፣ ሰውእ እንተ በሎ ይስውእ፣ ተለዓል እንተ በሎ ይለዓል። ግን ሓንቲ ነገር ጎዲላቶ ኣብርሃም ኣብዚ ቃል እዚ ናበይ ከም ዝኸይድ ከይፈለጠስ ወጸ። ናበይ ከም ዝኸይድ ከይፈለጠ ወጸ። ኣሕዋተይ ድሕር ደጊም ናበይ ከም ንኸይድ ከይፈለጥና ከይንወጽእ፣ ናበይ ከም ንስጉም ከይፈለጥና ከይንወጽእ። ምክንያቱ ናበይ ከም ዝኸይድ ውጻእ ኢልዎ እዩ ካብ ዓሌትካን ህዝብኻን ተፈለይ ኢልዎ እዩ ውጻእ ክብሎ ከሎ ግን ንእግዚኣብሔር ናበይ ከም ዝኸይሲ ዘይፈለጠ ስለ ዘይምፍላጡ ድማ እዩ ዝኹሉ ተስፍኡ ኣዳናጉይዎ ስለ ዘይፈለጠ ካብ ዓሌቱን ህዝቡን ኣይተፈለየን ኣብ ዘፍጥረት ካብ ዓሰርተ ሓደ ዓሰርተ ክልተ ዓሰርተ ሰለስተ ተሪእና ልክዕ ከምኡ እዩ ዝብለና ናበይ ከም ዝኸይሲ ዘይፈለጠ ስለምንታይ ኣይፈለጠን ኣብርሃም ናይ እምነት ጅግና ተባሂሉ እናተፀውዐስ ዘይፈለጠ ኣሕዋተየ ሎሚ ናበይ ከም ንኸይድ ንፈልጥ ዶ ዘይፈለጥናዮ ነገር እንተ ደኣ ሃልዩና ንኣምላኽ ክንሓቶ ድምፁ ክንሰምዕ ክንፀባበዮ ናበይ ከም ንኸይድ ክንሓቶ ኣለና ናበይ ክኸይድ ናበይ ክኸይድ ኣብ ብሉይ ኪዳን ቶማስ ተረኺቡ ማለት እዩ ቶማስ ኣብ ዘበኑ ጎይታ ነቲ መገዲ ከመይ ጌርና ክንፈልጦ ኢና ነቦ ርኤና እሞ ይኣኽለና ኢልዎ ነቦ ርኤና ነቲ መገድስ ከመይ ጌርና ክንፈልጦ ንኽእል ኢሉ ስለዚ ቶማስ እውን ናበይ ከም ዝኸይድ ኣይፈለጠን። ሓንቲ ነገር ግን ደልዩ ነቦ ክርኢ ደልዩ ኣቦ መንፈስ ምዃኑ ብሰብ ከም ዘይረኣ ይፈልጥ ኣሎ ነቦ ርእየና እሞ ይኣኽለና ኢሉ ቶማስ ክሳዕ ክንዲ ዘመን ምሳኻ ክነብር ከለኹስ ኣይትፈልጠንን ዲኻ ተባሂልዎ ኣይትፈልጠንን ዲኻ ተባሂልዎ ገና ኣይፈለጦን ክርስቶስ ኣብ ኣቦ ከም ዘሎ ኣይፈለጠን ቶማስ ዘንግዑ ይመስል ኣብርሃም ድማ ብዛዕባ ኣቦ ይፈልጥ እዩ ይእዘዝ እዩ ድምፂ ሰሚዑ ናበይ ከም ዝኸይድ ግን እንደይፈለጠ ውፃእ ክብሎ ከሎ ጎይታይ ናበይ እየ ኢሉ ኣይሓተተን ዘይምሕታቱ እዩ ፀገም ነይርዎ ኣይሓተተን ብእምነት ግን ይእዘዝ ተስእ ክብሎ ከሎ ይትስእ ናበይ ግን ዘይብል ሕቶ ግን ዘይሓትት ስለዚ ኣሕዋተይ እግዚኣብሄር ክእዘና ከሎ ናበይ ክንብሎ ንጎይታ ድሃይ ኣምላኽ ሰሚዕና ኪድ ክብለካ ከሎ ናበይ እየ ክኸይድ በየን ኣንፈት እየ ከምርሕ በየናይ እየ ከብል ንየማን ድም ፀጋም ክንብል ክንክእል ኣለና ምናልባት ምስለጥ እውን ክፈላለይ ከሎ ሓወየ ኢሉ ኣብ መንጎ ሓድሕዶም ረብሻ ስለ ዝኾነ ባእሲ ምጉናጥ ስለ ዝኾነ ምክንያቱ ኣብቲ ምድሪ ዓሚሮም እዮም ሰሲኖም እዮም ሃፍቲሞም እዮም ወርቅን ብሩርን በዚሕሎም እዩ ከብትን ጠለበግዕን በዚሕሎም እዩ ብድሕሪኡ ጓሶት ኣብርሃምን ጓሶት ሎጥን ንስን ኣይስኢኖም ምክንያቱ ተፈለይ ኢልዎ ክነሱ እግዚኣብሄር ሒዝዎ እዩ ወፅኡ ምናልባት ኣብርሃም ንሎጥ ጥራይ ኣይኮነን ሒዙ ንታራ ኣቦኡ እውን ሒዙ ወፅኡ እዩ እግዚኣብሄር ብመገዲ ታራ ገይሩ ንኣብርሃም ከክወደቀልል ነይሩ ብመገዲ ኣብርሃም ገይሩ እስከ ንሕሰቦ እግዚኣብሔር ብመገድና ገይሩ ዶ ንደቅና ክረኽቦም ይቐልል ወይስ እግዚኣብሔር ንዓና ከይተዛረበ ብመገድና ከይገበረ ናብ ደቅና ነጢሩ ክኸይድ ኣይንበልፅ ልቢ እዩ ዝርኢ ኣምላኽ ርዳእና ኣሎ ልቢ ንታራ ኣይተዛረቦን ንሎጥ ኣይተዛረቦን ንኣብርሃም ግን ዘሊሉ ተዛሪብዎ፣ ካብ ዓሌትካን ካብ ህዝብኻን ውጻእ፣ ናብቲ ኣነ ዘርእየካ ምድሪ ኪድ ክብሎ ከሎ፣ ተፈለይ ካብኦም ኢልዎ። ካበይ ተፈለይ? ካብ ኡር ከለዳውያን ውጻእ። ኡር ከለዳውያን ናይ ጣኦታት ስፍራ እያ ነይራ፣ ናይ ጣኦታት ዘምልኹላ ስፍራ ነይራ፣ ድምጺ ኣምላኽ ዘይሰምዖ ቦታ እዩ ነይሩ። ኡር ከለዳውያን ጥራይ ኣይኮነን፣ ካራን ድማ ድምጺ ኣምላኽ ዘይብሉ ቦታ እዩ ነይሩ። ካራን ካብ ኡር ከለዳውያን ናብ ካራን እዩ ተጓዒዙ። ክኸይድ ከሎ ግን ናበይ ከም ዝኸይድ ኣይፈለጠን። ስለዚ ድማ እዩ ኣብ ካራን ከይዱ ኸኣ ዝተቐመጠ። ኣብ ካራን ተቐመጠ ይብለና። ካራን ማለት መስቀላዊ መገዲ ማለት እዩ። ቀራን መገዲ ማለት እዩ። ኣብቲ ቀራን መገዲ ብዙሕ ከትሪ ኣሎ። ኣብቲ ቀራን መገዲ ብዙሕ ነገር ካብ ኣምላኽ ዘውጽኣካ ኣሎ። ኣብ ኡር ከለዳውያን ካብ ኣምላኽ ኢኻ ትወጽእ፣ ኣብ ካራን ተተቐሚጥካ ድማ ካብ ፍቓድ ኣምላኽ ኢኻ ትወጽእ። ስለዚ ናበይ ከም ዝኸይድ ከይፈለጠ ይብለና። ሎሚ እግዚኣብሔር ውጻእ ካብ ዓሌትካን ህዝብኻን ክብለካ ከሎ ካብቲ ምስ ኣምልኾኻ ደይሰማማዕ ካብቲ መሰውኢ ክትገብረሉ ዘይግብኣካ ቦታ ካብቲ ክተምልኸሉ ዘይግብኣካ ቦታ ካብቲ ስመይ ክተኽብረሉ ዘይግብኣካ ነገር ውጻእ እንተፈለየኒ ዝብል እስከ ንኣምላኽ ዘየኽብር ነገር ሎሚ ኣብ ህይወትና ተጓዛጒዝናዮ ንኸይድ ክንደይ ይህሉ ይኸውን? ስለዚ ነብኡ ታራ ክገድፎ ኣይደለየን ምኽንያቱ ነፍሲ ወከፍ ብዘመን ቁልዕነቱ እንከሎ ሰብ ካብ ኢድ ስድራቤቱ ካብ ቁጽጽር ስድራቤቱ ኣይወጽእን እዩ ኣይኮነን ክፍለይ ኣይኮነሉን እዩ ብቑዕ ሰብኣይ እንተኾይኑ ብጹሕ ሰብኣይ እንተኾይኑ ግን ይወጽእ ፍለይ ኣይኮነን እዩ ኣብርሃም ግን ኣብዚ እኮ ምስ ሳራ እዩ ዘሎ ይርዳኣና ኣሎ ብቑዕ ሰብኣይ ክነሱ ካብ ኣቦኡ ኣይተፈለየን ገና ኣቦኡን ኣዲኡን ኣይሓደገን ነታ ምድሪ ብእምነት ክለቅቕ ድማ ደንጊዩ ወላዲኡ ክገድፍ ድዩ ዘይደለየ ኮይኑ ወዲ ሓዊ ድዩ ክገድፍ ዘይደለየ ኮይኑ ንርኣይ ሕጂ ኣሕዋተይ እግዚኣብሄር ክፅውዕ እንከሎ ፈሊዩ ካብ ማእኸል ዝፅውዕ ፈሊዩ ኻብ ማእከል ዚጽውዕ ነዚ ምሳሌ ኺዀነና፣ እስከ ናብ ቤት እሴይ ንኺድ። እግዚኣብሄር ብመገዲ እሴይ ገይሩዶ ናብ ዳዊት ኪመጽእ ይግብኦ ነይሩ ወይስ ኣይፋሉን? ንእሴይ ኣየማኸሮን እግዚኣብሄር። እግዚኣብሄር ምስ ዳዊት ተዛሪቡ እዩ፣ ንሳሙኤል ከኣ ኣማኺርዎ። ሽዑ ሳሙኤል ነብዪ ኺነሣ ኣብ ቤት ዳዊት ኪኸይድ ኪጠብቅ፣ ኣብ ቤት እሰይ ክኸይድ ክቐብእ ኣይተረድኦን ብስሓቶ ነገር ነይርዎ ምክንያቱ ክመርፅ ጀሚሩ ንቑመት ርእስ ንኤልያብ መሪፁ ነቲ ሓደ ሪኡ ነቲ ሓደ መሪፅ ኣይፋልካን ይብል እግዚኣብሔር ነቲ ሓደ መርፅ ኣይፋልካን ምርዳእ ክሳዕ ዝኣብዮ ኮይኑ ብድሕሪኦም መጨረሻ ኩሎም ተማኡ ዝነበሩ ቆልዑት ሓሊፎም ቀስ ይኮነን ተባሂልዎ እሰይ ካልእ ቆልዓ ዶ ኣለካ ኢልዎ ሽዑ እወ ኣብ በረኻ ወፊሩ ኣሎ ተባሂሉስ ከይምጻእ ጸውዕዎ ተባሂሉ እግዚኣብሄር ከኣ ንሱ እሞ ንዕዑ ቅብኣለይ ተባሂሉ እግዚኣብሄር ካብ ቤተሰብ ሓደ የውጽእ እዩ ምክንያቱ ንዓብ ህዝቢ ምእንቲ ክገብር መንግስትን ካህናትን ምእንቲ ከውጽእ ፍቓድ ኣምላኽ ምእንቲ ክፍጽም እግዚኣብሄር ካብ ሓደ ቤት ንኹሉ ኣይጸውዕን እዩ ነቦ ተደይጸውዕ ካብ ደቁ ሓደ ይጽውዕ ምክንያቱ እንታይ ዝርኢ እግዚኣብሔር ልቢ እዩ ዝርኢ ቁመት ኣይኮነን ዝርኢ መልክዕ ኣይኮነን ዝርኢ ኣካይዳ ኣይኮነን ዝርኢ ልቢ እዩ ዝርኢ እቲ ልቢ ምስ ኣምላኽ ክሳዕ ክንደይ ቅኑዕ ምዃኑ ልቢ ምስ ኣምላኽ ክሳዕ ክንደይ እዙዝ ምዃኑ ልቢ ምስ ኣምላኽ ክሳዕ ክንደይ ከም ዝጋጠም እዩ ዝርኢ እግዚኣብሔር ስለዚ ኣብርሃምስ ናበይ ከም ዝኸይድ ኣይፈለጠን እሞ ንሎጥ ሒዙ ክብገስ ክብገስ ከሎ ማይ ከይዱ ኣብ ካራን ኣብ በሪን ኣብ ሓመድ ድኣ ክንዲ ኮፍ ኢሉ እቲ ቁፅሪ ይነግረና ኣሎ ኣይተፈለየን ከራን ከኣ ቀራን መገዲ እዩ። ቀራን ቦታ እዩ ከራን ማለት ትርጉሙ። ኣብ ቀራን መገዲ ንኣምላኽ ኣይትረኽቦን ኢኻ። ኣብ ጓል መገዲ ንኣምላኽ ኣይትረኽቦን ኢኻ። ኣብቲ ቅኑዕ መገዲ ኢኻ ንኣምላኽ ትረኽቦ። ስለዚ ድማ እዩ ጎይታና የሱስ ክርስቶስ መገድን ሓቅን ኣነ እየ ኢሉ። እቲ ብኣይ ዝኣቱ ክወጽእ ክኣቱን ክወጽእን መጓሰ ክረክብ እዩ ኢሉ። መገድን ሓቅን ኣነ'የ ኢሉ ብዙሓት ቀራናት መገድታት ኣለዋ ነታ መገዲ ከታልላኻ ዝኽእላ። ሓደ ሓደ ግዜ ኣብ መገዲ እውን ድራይቭ ክንገብር ክንከለና ቀራናት መገዲ ለዘጋግየና ኣይኮነን ክንደሻዕ'የ መገዲ ድጽሕታኒ ደጋግየካ ኣሎ ቁጽሪ ዘለዎ ትፈልጦ ኢኻ ሚእቲ ንዓሰርተ ትሽዓተ እንተይልካ ከምዚ ኣቬንዩ ስትሬት ዘይብሉ ትኸይድ ኢኻ ገሊኡ ግን ኤቢሲ ገለ ዝብል ኣሎ በዚ ትደናገር ትደናገር ልክዕ ኣብቲ መገዲ ዘደናግር ቀራን መገዲ ኣሎ ስለዚ ኣብ ካራን ከይዱ ከዓ ተቐመጠ ይብለና ኣብ ካራን ተኸይዱ ተቐመጠ ይብለና ጭናይ እዚ ኩሉ ግን ናበይ ከም ዝኸይድ ዘይምፍላጥ እዩ እዚ ኩሉ ዝገበሮ ናበይ እየ ዝኸይድ በየን መገዲ እየ ክኣቱ በየን መገዲ እየ ክወፅ ኢሉ እውን ክሓትት ይግብኦ ውፃእ ክብሎ ከሎ ውፃእ ኢልዎ ናብቲ ኣነ ዘርእየካ ሕራይ ጎይታይ በየንየ ክኸይድ ክብል ነይርዎ ኣይበለን ግን ዘይቀበጾ ነገር ስለ ዝነበሮ ኣይሓተተን ንምእዛዝ ግን እሺ እዩ ዝብል እንተኾነ እሺ ናይ ምባል ባህሪ ኣለዎ ኣሜን ናይ ምባል ባህሪ ኣለዎ እግዚኣብሔር ይመስገን ስለዚ ድማ ናይ እምነት ኣቦ ተባሂሉ ብምእዛዙ ናይ እምነት ሰብ ምዃኑ እሺ ይብል ስለ ዝኾነ እዩ ናይ እምነት ጅግና ተባሂሉ ኣብ ታሪክ ኩሉ ኣብ ብሉይ ናብ ሓድሽን ዝፅዋዕ ዘሎ ስለዚ ኣብርሃም ኮለል ኢሉ ኮለል ኢሉ ካራን እዛ ሕጂ ቱርኪ ዝብትበሃል ዘላ ሃገር እያ ኡር ከለዳውያን ከዓኒ ደቡብ ኢራቅ እዩ እዚኣቶም ኣብ ከባቢ መሶጶታምያ ዘለዉ እዮም ኣብርሃም ዝተወልደሉ ቦታ እዩ እዚ ኣብ ካራን እውን ግዜ ወሲዱ ኣብኡ ድማ ሃፍቲሙ እዩ እብርሃም ሎጥ ሃፍቲሙ ኣብርሃም እውን ሃፍቲሙ ጠለበጊዕ በዚሖምሎም ቡርን ወርቅን በዚሖምሎም ጥሪት ሒዝዎም ካብኡ ተሰሚሮም ካብኡ ገና ሕጂ እውን ኣይተፈለየን ኣለኹ ገና እውን ኣብ ካራን ተቐሚጡ ኣብቲ ኣምላኽ ዘደየቦ ኣብቲ ኣምላኽ ዝረኣየሉ ቦታ ክኸይድ ሓይሊ ይረኸበን ዝሓዞ ነገር ነይርዎ ይዒንቱ ዘቐመጦ ነገር ነይርዎ ኣብ ሃብቲ ናይ ምድሪ ድዩ ኣብ ንዋያቱ ድዩ ንኣብርሃም ገጥ ኣቢሉ ዝሓዞ ቀልጢፉ ኣብቲ ቦታ ከይበፅሕ ዝገበሮ ነገራት ኣሎ ክንድኡ መጠን ከዓ እቲ ምውላድ እውን እንዳተናናወየ ይኸይድ ይኮነ እንድዩ ወዲ ሰብዓን ሓሙሽተን ዓመት ከም ዝነበረ እዩ ቃልስ ዝገልጸልና ስለዚ ኣብዚ ቃራን መገዲ ብዛዕባ ቃራን መገዲ ኣብ ምሳሌ ብዙሕ ግዜ ይዛረበና እዩ ቀራና መገዲ ንሰብ ደጥፍኦ መገዲ እዩ ቀራና መገዲ ኣንፈት ዘስሕት መገዲ እዩ ኣብ ቀራና መገዲ ጠጠው ኢልካ ክትሓስብ ከም ደለካ እቲ ቁኑዕ መገዲ ኣየን ኢልካ ክትሓትት ከም ዘለካ እዩ ቃል ኣምላኽ ዝነግረና ኣብቲ ቀራና መገዲ ደው በሉ እሞ እቲ ቁኑዕ መገዲ እቲ ጥንታዊ መገዲ ኣየናይ ምዃኑ ሕተቱ እዩ ዝብል ኣብርሃም ግን ኣይሓተተን ኣብቲ ቀራና መገዲ ተቐሚጡ ኣብ ሃፍቲ ኣብ ካልእ ንብረቱ ተዋፊሩ ማለት እዩ ስለዚ ሃብቲ ወርቂ እናሓዘ ይኸይድ ነይሩ ማለት እዩ ኣብርሃም ድኻ ኣይነበረን ሎጥ እውን ድኻ ኣይነበረን እግዚኣብሔር ይመስገን ስለዚ ቀራና መገዲ ምሳሌ ክልተ ዓሰርተ ሓሙሽተ
ንሳቶም ኣብ መንገድታቶም ይጠዋወዩ፣ ቄናን መንገድታት ከኣ ይኽተሉ። ካብታ ንፈታውያ ንእስነታ ዝሓደገቶ ንኪዳን ኣምላኽ እውን ዝረሰዓቶ ሰማያዊት ሰበይቲ ዘማዊት ሰበይቲ ካብታ ልዙብ ዝቐልኣ ኣመንዝራ ከተናግፈካ እያ። እግዚኣብሔር ይመስገን ቀራና መገዲ ኩሉ እዩ ዘለዎ ኩሉ ሓጢኣት ዘለዎ እዩ ቀራና መገዲ ፍቃድ ኣምላኽ ዘረሰዓካ እዩ ቀራ ድማ ቀራና መንገዲ ዓዛሚ መንፈስ ዘለዎ የቀራና መገዲ ኣብኡ ድማ ኣመንዝርና ኣሎ ኣብቲ ቀራና መገዲ ብዙሕ ነገር እዩ ዘሎ ኣብቲ ቀራና መገዲ ኣብቲ ቀራና መገዲ ከተርቲ ኣለዉ ናይ ከተርቲ ስፍራ እዩ ስለዚ ኣብዚ ናይ ከተርቲ ስፍራ ኣብዚ ጣዖት ዘምልኽሉ ኣብቲ ካብ እምነትካ ዘዘናጊዑ ዘውፅኣካ ኣብቲ ፍቃድ ኣምላኽ ዘይትገብረሉ ቦታ ኣብ ከምዚኦም ዝኣመሰሉ ድብልቕ ህዝቢ ዘለዎ ቦታ ኣብርሃም ኣብኡ ኣትዩ ተመሊሱ በቃ ቤት ተኺዱ ድንኳን ተኺዱ ድንኳን ተኸይዱ ክቕመጥ ጀሚሩ ገና ኣብቲ ኣምላኽ ዝረኣየሉ ቦታ ኣይኣተወን ቀጢሉ ኣይከደን ብኡ ንብኡ ስጉምቲ ኣይወሰደን ኣብ ሓደ ግዜ እግዚኣብሔር ስጉምቲ ክንወስደሉ ቀልጢፍና ክንለዓለሉ ዝኣዘዘና ቦታ ወይ ቀልጢፍና ክንገድፎ ዘለና ዝነገረና ነገር ሰኣን ምግዳፍና ኣብ ዕንክሊል ኢና ንኣቱ ኣብ ቀራና መገዲ ንኣቱ ብዙሕ ነገር ከዓ ንኸስር ክሳራ ኣለዎ እዚ ጥራይ ኣይኮነን ኣዳናግይዎ ኣብ መጨረሻውን ኣብርሃም ካብኡ ወፂውን ኣብቲ ኣምላኽ ዝበለሉ ቦታ ከይዱ እኮ እዩ ሸንኮለል እንዳበለ እንዳዕረፈ ኣብቲ ሃብቲ እንዳደለበ ኣብቲ ድኳ እንዳተኸለ እዩ ግን ከይዱ ኣብቲ ትኺድ ናብኡ ኺድ እንዳበሎ እግዚኣብሔር ድንኳን ተኺሉ ኮፍ ይዕምራኡ ይህፍትማኡ ምስ ኮርኮሖ ድዩ ዋላ ግራጭ ምስ ዝበዝሖ ድዩ ነውፂ ምስ በዝሖ ድዩ ተመሊሱ ከዓ ይላዕ ድንኳኑ ኣልዒሉ ከዓ ይኸይድ መሊሱ ካብኡ ድማ ኣብቲ እግዚኣብሄር ዝበለሉ ቦታ ከይዱ ይብለና ኣብታ እግዚኣብሄር ዝበለሉ ቦታ ከይዱ ኣብ ኣምስ ኣተወ እውን ኮፍ ኣይበለን እግዚኣብሄር ክፍትኖ ሓደ ነገር እዩ ገይሩ ጥሜት ናፍታ ምድርቲ ኣለ ኢኹ ጥሜት ኣምፂኡ ሕጂ እውን ገና ኮለል ይብል ኣሎ ግና ኣብ መንጎ ታራ ኣቦኡ ክመውት ከሎ ኣብርሃም ግን ኣሎ ኣብርሃም ግን ኣሎ ሎጥ ከ ኣሎ ሎጥ እውን ካብኡ ኣይተፈለየን ደድሕሪኡ ተጎዝጊዙ እዩ ዝኸይድ ዘሎ ሎጥ ድማ ፍቓድ ኣምላኽ ዝገብር ሰብኣይ ኣይኮነን ነይሩ እቲ ኣብ ጎኑ ዘሎ ሎጥ ወዲ ሓዉ ምስቲ ኸማን ብፍቓድ ኣምላኽ ዝተኣሰረ ሰብኣይ ኣይኮነን። ድምጺ ኣምላኽ ዝሰምዕ ሰብኣይ ኣይኮነን ነይሩ። እቲ ድምጺ ንኣብርሃም እምበር ንሎጥ ኣይተዋህቦን፣ እቲ ድምጺ ንኣብርሃም እምበር ንታራ ኣቦኡ እውን ኣይተዋህቦን። ተሓዋዊሱ ክኸይድ ከሎ ንሪኦ። ምትሕውዋሱ ተስፍኡ ከደንጉዮ ከሎ ኢና ንርኢ ኣብዚ ቃላት እዚ። እንደገና ኣብ ዓሰርተ ክልተ ምዕራፍ ዘፍጥረት ሓደ እንተ ኸድና ታራ ምስ ሞተ እንደገና ተጸዊዑ ኪድ ኢልዎ እግዚኣብሄር ናብቲ ኣነ ዘርእየካ ቦታ ኪድ ኢልዎ ናብቲ ኣነ ዘርእየካ ቦታ ኪድ ኢልዎ ኣቦኡ ግን ካብኡ ክፍለይ ናይ ግድን እዩ ምናልባት ሽግር ናይ ኣብርሃም ኣቦኡ ኣብ ጎኑ ስለ ዘሎ ወዲ ሓዉ እውን ካብ ጎኑ ክፍለይ ኣይግድን ጸገሙ ንሱ እዩ ነይሩ ኩነታት ናይ ኣቦኡ ንድሕሪ ትሕዞ ከም ዝነበረ ኣብቲ ኣምላኽ ዘይፈቕዶ ቦታ የቐምጦ ከም ዝነበረ ኢና ዝቐል ኣምላኽ ንርኢ ኮለል ምባል ኣብዚሑ ቀልጢፉ ኣይተፈለየን ኣምላኽ ግን ብትዕግስቲ መሪሕዎ ብትዕግስቲ ተጸብይዎ እግዚኣብሄር ምኽንያቱ ካብኡ ሓደ ነገር ከውጽእ ደልዩ ሓደ ነገር ከውጽእ ደልዩ ሓደ ነገድ ክጽውዕ ደልዩ ለዋውያን ካህናትን ከውጽእ ስለ ዝደለየ ካብ ኣብራኹ ሓደ ነገር ከውጽእ ስለ ዝደለየ እቲ ዕጥይጥይ ናቱ ከይረኣየ ግን ኣምላኽ ተጸብይዎ ብትዕግስቲ እናተጸበየ፣ ብትዕግስቲ ደጋጊሙ እናተዛረበ እግዚኣብሄር ክመርሖን ክጓስዮን ከሎ ንርኢ። ኣብዚ ለውሃት ኣምላኽ ካብ ህይወት ከም ዝበልጽ ኢና ንርኢ። ኣሕዋተይ ለውሃት ኣምላኽ ሕያውነት ኣምላኽ ክሳዕ ከመይ ከም ዝመርሓና ኣበይ እውን ከም ዘብጽሓና እዩ ናይ ኣምላኽ ቃላት ቃል ዝነግረና። ለውሃቱን ሕያውነቱን እናጾረ ኣብቲ ዘይሰማዕናዮን ዘይተኣዘዝናዮን እግዚኣብሄር ብሕያውነቱን ብፍቕሩን እናመርሐ ጼሩን ሓንጊሩን የብጽሕ ብትዕግስቲ ይጽበየካ እዩ። እግዚኣብሄር ይመስገን። ስለዚ ጻዊዒት ናይ ኣብርሃም ዝነበረ ንዓቢ ህዝቢ ክገብረካ ክባርኸካ ዝብል መልእኽቲ እዩ ነይሩ ንስምካ ከዕብዮ እየ ንበረኸት ክትከውን ኢኻ ብዙሕ ነገር እኮ እዩ ተባሂልዎ ቀሊል ነገር ኣይኮነን ተባሂልዎ ንዝባርኹኻ ክባርኾም እየ ንዝረግሙኻ እውን ክረግሞም እየ ዓሌታት ኩላ ምድሪ ብኣኻ ክባረኹ እዮም እዚ ድምፂ እዚ እዩ ሰሚዑ ኣብርሃም ዓሌታት ምድሪ ብእኡ ቀልጢፉ ንኸይባረኽ ግን ሸንኮለል ኣብዚሑ ሸንኮለል ዘብሎ ነገራት ረኺቡ ነቲ ሸንኮለል ኣየለለዮን ስቕ ኢሉ ጥራሕ ይኸይድ ነይሩ ስቕ ኢሉ ተሓዋዊሱ ተጓዛጒዙ ይኸይድ ነይሩ ተሓናፊጹ ይኸይድ ነይሩ እግዚኣብሔር ይመስገን እግዚኣብሔር ከውርሶ ዝደለየ ከነኣን እዩ ኣብ መጨረሻ ናብ ከነኣን ምስ ከደ ኦረዲ ኣቦኡ ምስ ሞተ ሎጥ ከዓ ናብ ከነኣን ምስኡ ኣትዩ እግዚኣብሔር ኮ ንሎጥ ናብ ከነኣን ኣይፀውዖን ነብርሃም እዩ ፀዊዕዎ እግዚኣብሔር ነታ ምድሪ ብዘርኢ ኣብርሃም እምበር ብዘርኢ ሎጥ ክባርኽ ኣይኮነን ጸዊዑ። ንሱ ግን ንኣብርሃም እንደገና ናብኣ የእትይዎ። ኣብኣ እውን ኣትዮም ደርቂ ምስ ኮነ ከዓ ካብኡ ተላዒሎም ከዓ መሊሶም ናብ ግብፂ ከዱ ብለና ካብቲ ኣምላኽ ክባርኸካ እየ ውፃእ ናብቲ ዝመርሓካ ዝበሎ ገዲፉ ተመሊሱ ናብ ግብፂ ከይዱ ናብ ምድሪ ባርነት ናብ ግብጺ ገጽ ከይዱ እዛ ግብጺ እዚኣ ንክንደይ ሰባት እያ ባርያ ጌራቶም ንገለ ጠቒማቶም ንገለ ኣይጠቐመቶም መድሓኒ የሱስ ክርስቶስ እውን እኮ ሄሮድስ ክቐትሎ ምስ ደለየ ነቲ ህፃን ሒዝካዮ ናብ ግብፂ ኺድ ተባሂሉ እዩ ስደት ናይ ጎይታና የሱስ ክርስቶስ ኣብ ግብፂ ግን ንበረኸት እዩ ነይሩ ንምድሓን እዩ ነይሩ ጸላእቲ እቲ ህፃን ምስ መቱ ናብ ምድርኻ ተመለስ ተባሂሉ ናብ ናዝሬት ድማ ተመለሰ ይብለና ጸላእቱ ምስ መቱ ኩሎም እቶም ዝጸልኡኻ ሞይቶም እዮም ኩሎም እቶም ዝጸልእዎ ነቲ ህፃን ኩሎም ክቐትልዎ ዝደልዩ ሞይቶም እዮም እሞ ሒዝካዮ ነቲ ህፃን ናብ ናዝሬት ተመለስ ተባሂሉ ኣብታ እግዚኣብሔር ዝተወለደላ ኣብታ የሱስ ናዝራዊ ዝተበህላላ ቦታ ክርስቶስ ድማ ኣብ ቦትኡ ተመሊሱ ስለዚ እቲ ስደት ናይ ክርስቶስ ናብ ግብፂ ግን ንበረኸት እዩ ነይሩ ፀላእቱ ኣምላኽ ክሳዕ ዝቀዝፎም በዓል ሄሮድስ ሓሲኾም ክሳዕ ዝሞቱ ኣብኡ ክጸንሕ ናይ ግዲ ኮይኑ እግዚኣብሔር ንወዱ ናብ ቦትኡ ክመልሶ እንተ ኮይኑ ኣብኡ ክተኽሎ እንተ ኮይኑ ኣብኡ ንበረኸት ክገብሮ እንተ ኮይኑ ንህዝቡ ክጽውዕን ከፍቅሮ እንተ ኮይኑ ነታ ፍቅርቲ ከፍቅር እንተ ኮይኑ ነታ ክትመሓር ዝግባኣ ነፍሲ ክምሕር እንተ ኮይኑ ንየሱስ ናዝራዊ ናብ ናዝሬት ክመልሶ ናይ ግዲ ምኮኖ እግዚኣብሔር ይመስገን ኣብታ ተወለደላ ናዝሬት ተመለሰ ጸላእ ዝተምህጸኒ የለኹን ብድሕሪኡ ካልኦት እዮም ኣብቲ ቦታ እቲ ነይሮም ማለት እዩ ንክርስቶስ ዘሳድዱስ ኣይነበሩን ኣብ ስደት እዮም ስለዚ ንክርስቶስ ካብ ስደትን ካብ ቀተልቱን ግብፂ ክተድሕኖ ከላ ንደቂ እስራኤል ግን ባሮት እያ ገይራቶም ኣብርሃም ከኣብኣ ከዓ እንታይ ገጢምዎ እንተልና ዕንክሊል እዩ ገጢምዎ እንጀራ ክበልዕሲ ናብ ግብፂ ተሰዲዱ ራእይ የሴፍ እንተ ርእና የሴፍን ኣሕዋቱ ዝሸጥዎ እግዚኣብሔር ክሕልፎ ዝደለየ ነገራት ነይሩ የሴፍ እቲ ሓላሚ ሕልሙ ሰኪር ኣይገብሮን እዩ ነይሩ ኣብ ውሽጡ ኣብ ልቡ ኣየዋህሎን እዩ ነይሩ ቀልጢፉ እዩ ዝነግሮም ነይሩ ምክንያቱ ከምቲ መጠን ቆልዓ ምዃኑ ሓሊመ ሕልመይ እማ ክነግረኩም እናበለ ነቲ ሕልሞም ክዝርዝረሎም ከሎ ንርኢ ስለዚ ሕልሙ እንታይ ኣጥርይሉ ኣሕዋቱ ደቂ እንኡ ጸላእቲ ይኮኑ ንየሴፍ እዚ ሽግር እዚ ኣጋጢሙ ስለዚ የሴፍ ተሸይጡ ናብ ግብፂ ክኸይድ ከሎ ብዙሕ መከራ እዩ ሓሊፉ ኣሕዋተይ ብዙሕ መከራ እዩ ሓሊፉ ተኣሲሩ እዩ ብሰይቲ ጎይትኡ ተፈቲኑ እዩ ስሙ ክሳዕ ፀለሎ ዝቕባእ ኮይኑ እዩ ኣብ ዘይገብሮ ናብ ዘይወዓሎን ሓጢኣት ስሙ ክፅልም ከሎ ተራእዩ ንሱ ግን ብዛዕባ ስሙ ዘይኮነ ዘገደሶ ብዛዕባ እቲ ራእይ ዘርእዮ ኣምላኽ ብዛዕባ እቲ ዝኣምኖ ኣምላኽ ናብኡ ጠሚቱ ብዛዕባ እቲ ዝተባህሎ ነገር ግዲ ኣይገበረን። ኣብ እቲ ምድሪ እኮ ኣብ ግብፂ እኮ ምስ ሰይቲ ጎይትኡ ክዝሙር ተታሒዙ እዩ ዝበሃል ዘሎ ኣይኮነን ድዩ? ከምኡ ኢላ እኳ ኣሕሊፋ ሂባቶ። ምስ ሰይቲ ጎይትኡስ ክዝሙ ተታሒዙ ምስ ተባህለ ናብ ቤት ማእሰርቲ ዳዊን ይእተዎ፣ ንምርመራ ዕድል ኣይሃቦን። ፍርዲ ክልተ ሰባት ክሰምዕ ሓቂ ድዩ እንታይ ኣሎ ኣሰር ተባሂሉ ነገር ንምርማር ከማን ዕድል ኣየጋጠሞን። ብቤት ማእሰርቲ ሓሊፉ፣ ተዳሂኹ ኣብኡ፣ ተጨፍሊቑ ኣብኡ፣ ኣብኡ ከኣ ሓላሙ ኮይኑ፣ ሕልሚ እሱራት ከኣ ፈቲሑ፣ ኣይትረስዑኒ ኢሉ፣ እቲ ሕልሚ ዝተፈትሓሉ ብሂወት ዝተረፈ ሕልሙ ረሲዕዎ እቲ ሓደ ግን ክሳዱ ተቆሪጻ ሓሊፋ ማለት እዩ ስለዚ ተረሲዑ ተረሲዑ እግዚኣብሔር ንየሴፍ ክዝክር እንተ ኮይኑ ነቲ ንጉስ ሕልሚ ከምዝሓልም ነይርዎ ሕልሚ ዝፈትሓሉ ምስ ሰኣነ ምስ ተጨነቐ እቲ ሰንካት እንጀራ ረሲዕዎ እቲ ኣሰላፊ ሜስ ድዩ ኣሰላፊ ሜስ ዘኪርዎ ጎይታይ ንጉስ ኣብ ቤት ማእሰርትኻ እኮ እብራዊ ሰብኣይ ኣሎ ንሱ ገለ ከይበደለ እዩ ተኣሲሩ ዘሎ ንሕና ኣነን ባርያኻን ብሓንቲ መዓልቲ ሕልሚ ሓለምና ነቲ ሓደ ኣዕዋፍ ካብ ርእሱ ክወስዳ ምስ ረኣየ ብኢድ ንጉስ ክትስየፍ ኢኻ ተባሂልዎ እቲ ዝተባህለ ትንቢት ተፈጺሙ። ንዓይ ከኣ ሞጎስ ክትረክብ ኢኻ፣ ኣብ ገጽ ንጉስ ኣሰላፊ ሜስ ክትከውን ኢኻ ተባህለኒ። ኣነ ከኣ እቲ ዝበለኒ ኩሉ ተፈጺሙ። እብራዊ ሰብኣይ ኣሎ ሕልምኻ ክፈትሕ ዝኽእል። መንፈስ ኣማልኽቲ ዘለዎ ተባሂሉ። እቲ ራእዩ መገዲ ከዳልወሉ ከሎ በቲ ራእዩ ክወጽእ እንከሎ እግዚኣብሔር ይመስገን እቲ ኣሕዋቱ ንጥፍኣት ዝኣወጅሉ እቲ ኣሕዋቱ ንሞት ዝኣወጅሉ ኣዋጅ ናብ በረኸት ክቕየር ከሎ እግዚኣብሔር ምስኡ ክኸውን ከሎ ንርኢ እግዚኣብሔር ይመስገን ስለዚ ዮሴፍ እቲ ሞይቱ ዝተባህለ ኣብ ግብፂ ነጊሱ ርኢናዮ። ነጊሱ ነጊሱ ከቢሩ ተዋሪዱ ኣይተረፈን። ስሙ ተበሊሉ ኣይተረፈን። ሕማቅ ሽም ተጠቂዕዎ ኣይተረፈን። ብሕዋቱ ተናዒቁ ኣይተረፈን። ኣብ ጉድጓድ ተደርብዩ ኣይተረፈን። እቲ ዝረኣዮ ሕልሚ ኣብ በረኽቲ ኣውፂእዎ። እቲ ዝረኣዮ ሕልሚ ኣብ ቤት ኣቦኡ ክንዲ ንነግስ ባርያ ኣብ ምድሪ ባርነት ናይ ግብፂ እዩ ስልጣን ተፈቒድሉ ንግስነት ተፈቒድሉ ማለት እዩ ስለዚ ትግሃቱ ከዓ መገዲ ኣዳልዩሉ ትግሃቱ መገዲ ኣዳልዩሉ ብምክንያት ምፍታሕ ሕልሚ ናይ ንጉስ ንጉስ ሎሚ ነዘን ሸውዓተ ዓመት ናይ ፀበባ ናይ ጥሜት ዘመን ሓደ ነገር ይግበር ኢሉ ምክሪ ምስ ኣማኸሮ እቲ ንጉስ ከዓ ንዓኸ የድሸመካ ኢልዎ እግዚኣብሔር ይመስገን ንብዘሎ ምድሪ ኮለላ ዶኪንዋ ጎልጊልዋ ሓሪስዋ ብሸውዓተ ዓመት ቀፋኹም እልባዕ እኽሊ ገዲቡ ንዕኡ ጥራይ ዘይኮነስ ንግብጺ ጥራይ ዘይኮነስ ነቲ ኣብ ከባቢ ዘሎ ሃገር ከማን ክሽምት ይመጽእ ነበረ። ስለዚ ብኾፍ ዬሴፍ ኣገልጊሉ ኣልሚዑ ዝብላዕ ነገር ኣምጺኡ ዝብላዕ ካብታ ምድሪ ውጺኡ ኣብ ግዜ ድርቂ ንህዝቢ ካብ ሞት ተበጅዩ ንህዝቡ ንወለድኡ ከኣ ካብ ሞት ተበጅዩ። ኣብርሃም ግን ኣብ ግብጺ ገለ ነገር ፈርዩ ኣይንርእይን ኢና። ካብ ግብፂ ተመሊሱ ጥሜት ፈሪሑ እንዲ ከይዱ ኩሎም ከዓ ጥሜት ፈሪሖም እኳ እዮም ኣትዮም ደቂ እስራኤል እውን ሰብ ዓቦታት ብጥሜት እኳ እዮም ናብ ግብፂ ኣትዮም መከርኦም ዝሰተዩ መከርኦም ዝሰተዩ ባሕሪ ኤርትራ ከፊሎም ብሙሴ ዝወፁ ሰብዓ ርእሲ ኣቦታት እዮም ብጥሜት ምክንያት ናፍቲ የሴፍ ዘለዎ ግብፂ ከይዶም ኣብኡ ከዓ ተቐሚጦም ድንኳኖም ተኺቢሎም ኣብኡ ፈርዮም ኮፍ ኢሎም ጥዒምዎም ንዓዶም ንመሬቶም ኣይተመለሱ ሎሚ ግብፂ ዝመስል ኣሕዋተይ ንህይወትካ ዘተዓሻሹ ፍቓድ ኣምላኽ ከይትገብር ክዕዝመካ ዝመፅ ነገር ክሕዘካ ዝመፅ ነገር ኣሎ ብባርነት ክቆርነካ ዝመፅ ናይ ፀላኢ ሓይሊ ኣሎ ናይ ፀላኢ ምኽሪ ኣሎ እዚ ናይ ጸላኢ ምኽሪ ብባርነት ከይቆርነና፣ ካብቲ ጸጋ ከየጉድለልና፣ ካብቲ ኣምላኽ ዝረኣየልና ንድሕሪት ከየትርፈና፣ ራእይና ዘመናት ከይበልዕ ምእንቲ፣ ንምፍጻሙ ከይድንጉይ ምእንቲ፣ ዕድሜና ከይበልዕ ምእንቲ፣ ናበይ እየ ዝኸይድ ኢልና ንእግዚኣብሔር ንሕተቶ። ውጻእ ናብቲ ኣነ ዘርእየካ በየን ክወጽእ ብምብራቕ ድየ ምምዕራብ ጎይታየ ኢልና ክንሓትት ይግባእ። ሰኣን ዘይምሕታት ግን ክንደይ ክሳራ ተረኺቡ። ስለዚ ኣብርሃም ኣብ ግብፂ ኣትዩ እውን ከሰረ፣ ከሲሩ ተመሊሱ ጎተት እንዳበለ ናበይ ተመሊሱ? ናብኣ ተመሊሱ፣ ናብ ከነኣን ተመሊሱ። ኣብኣ ከዓ ንእግዚኣብሔር መሰውኢ ሰርሐ። ኣብ ኡር ከለዳውያን መሰውኢ ኣይነበረን፣ ምስ ኣምላኽ ይዛረብ ኣይነበረን። ዝፀገሙ እዚ ሕጂ መሰውኢ እንተ ነዲቕካ እኮ ምስ ኣምላኽ ኢኻ ትዛረብ፣ ኣምላኽ እውን ድምፂ እዩ ዝህብ፣ መስዋእቲ ኢኻ ተቕርብ ንኣምላኽ። እግዚኣብሔር ይመስገን። ስለዚ ኣብ ኡር ከለዳውያን መሰውኢ ኣይነበረን፣ ኣብ ካራን መሰውኢ ኣይነበረን። ንኸነኣን ምስ ኣተውን መሰውኢ ኮነ ንዲቕ እዩ፣ ቀልጢፉ ግን ነቲ ቦታ ለቒቑ ኸይዱ። ኣተይ ቦታ እናለቐቕና ድምፂ ኣምላኽ ምስማዕ እንኣቢ ደለና ክንደይ ግዜ ኢና ክንደይ ግዜ ኢና እግዚኣብሔር መንፈስ እኳ ንሓዋሩ ዘይፃረር እንተኾነ ይፅበየና ግን ብትዕግስቲ ክፅበየና ክብል ንሕና ምእዛዝ ክንኣቢ ክንብል ንሕና ምስትውዓል ክንኣቢ ክንብል ንሕና ናይ ምድሪ ነገር ጥራሕ ክንርኢ ንሕና ነቲ ዝጠቕመና ነገር ጥራሕ ክንሕስ ክንደሊ ንሕና ነቲ ክመልኣልና ዝደልዮ ነገር ጥራሕ ክንሕስ ክንደሊ እቲ እግዚኣብሔር ዝረኣየልና ኣብቲ ዝረኣየልና ቦታ ከይተቐመጥና መዓልታት ይኸይድ ዘመናት ይኸይድ ዕድመ ይብላዕ ኣብ ሸንኮለል ንኣቱ ስለዚ ብምክንያት ሸንኮለሉ ምስ ኣብርሃ ምስ ሎጥ ከዓ ጓንፂ መፅዩ ባእሲ መፅዩ ዕግርግር መፅዩ ዘይምስምማዕ ከዓ መፅዩ ውጽኢት እዚ ኩሉ እንታይ እዩ እንተ ኢልና ኣብቲ መጀመርታ መሰውእ ዝነደቕካዮ ኮፍ ኢልካ ድምፂ ኣምላኽ ዘይምስማዕ እዩ። እግዚኣብሔር ዝብለካ ዘይምስትውዓል እዩ። ግደፎ ዝበለካ ዘይምግዳፍ እዩ። ኣልግስ ካብዚ ኢልካ ዘይምልጋስ እዩ። ተመላሊስካ ኣብኡ ምምፃእ ምስጓም እዩ። እግዚኣብሔር ይመስገን። እስከ ኣብዚ ሓድሽ ዓመት እግዚኣብሔር ግደፎ ዝበለካ ምግዳፍ ይኹነልና። ኣሜን ዶ? ክቆርፀልካ ዝደለየ ኣሎ። እቲ ፍረ ዘይፈሪ ነገርካ ክፅልፅል ከፅሪ ከሳግረካ ምእንቲ ዝረኣየልካ ነገር ኣለዎ። ነታ ኣምላኽ ዝሰርሐኣ ከተማ ክወርስ ይደሊ ስለ ዝነበረ እኮ እዩ ዝብል። ኣሕዋተይ ንሕና ንጽበዮ ዘለና ድማ እቲ ኣምላኽ ዘርኣየና ነታ ሰማያዊት ቤት ንዓኣ ክንወርስ ስለ ዝደለና ኢና ብእምነት ንጓዓዝ ዘለና። ክንጓዓዝ ከሎና ግን ሓንሳእ ናብ ካራን ንኣቱ፣ ኣብቲ ቀራን መገዲ ንድቅስ፣ ሓንሳእ ናብቲ ንኸይድ ይዋግኡና ከኣ እሳቶም። ነዚ ነብርሃም ከኣ ዝገጠሞ ጥራሕ እኮ ንፍለጥ ምበኣስ ኣይኮነን ኣሕዋተይ ኣብቲ ኣምላኽ ዘይመደበሉ ቦታ ኮፍ ብምባሉ ንሰበይቱ ሰራ ክወስድዋ መጺኦም ኣብ ቀራና መገዲ መን ኣሎ ኣመንዝራ ኣሎ እዩ ዝብለና እግዚኣብሔር ይመስገን ቀራና መገዲ ሓባባሊ መንፈስ ኣሎ ካብ ጸጋ ዘውድቐካ ኣሎ ንሰበይቱ ጠመትዋ ገና እናኣተወ እዩ ዝበለና እኮ ዝተቐመጠ ይብል ገና እናኣተወ ብጣዕሚ መትዋ እሞ ንሰይቲ ሎጣ ተኮይኖም ዘይጠመትዋ ኣቶም ኣሕዋተይ ዝገረመኒ እዚ መጡር ምስ ሓዳሩ እኮ ምስ ኣግራዱ እኮ ዝሓፍተበ እኮ እዩ ስውን ንሰይቲ እቲ ነቢ ከመይ ገይሮም እዮም ጠሚቶማ ነቢ ናይ ኣምላኽ እኮ እዩ ኣብርሃም ጠመትዋ እሞ ክወስድዋ ደለዩ ወሲዶማ ከዓ እኮ ገዞም ኣብርሃም ግን ብምክንያት ሰበይቱ መልክዐኛ ከም ዝነበረት ፈሊጡ ሓብተዩ በሊሉስ ንሰበይቱ ሕሊፍ ይህብዎ ኣቱም ሰብኡት ንስኻትኩም ኣንስትኹም ሕሊፍኩም ትብኡ ኢኹም፣ ኣንስትኹም ግን ስለ ሰብኡተን እየን ዝሞታ፣ ክርስቶስ ግን ስለ ማሕበሩ እዩ ሞይቱ፣ ከም ክርስቶስ ስለ ሰበይቱ ክትሞቱ እውን ተኣዚዝኩም ኢኹም። ኣሜን ዶ? ከምኡ ይግበረልኩም። ስለ ኣንስትኹም ክትሞቱ የብቅዕኩም። ኣሜን ዶ? እወ፣ ህይወትኩም በጃ ክተሕልፉ ተጸዊዕኩም ኢኹም። ኣብርሃም ግን ህይወቱ ኣበጃ ኣሕሊፍዎ። ሕጂ ናይ ኣብርሃም ጉድለት ንርኣዮ፣ ኣብዚ እውን ብዛዕባ ሰብኣይን ሰበይትን እውን ይምህረና እዩ። እግዚኣብሄር ይመስገን። ዝተዓጸወ ምስጢር ኣሎ እዚ ከይቀትሉኒ ምእንትሲ ሃፍቲ የበሊ ኢሉ ክሳዕ ክንደይ ከቢድ እዩ ሰበይቲ ክወስድሉ ከለዎ ከዓ ኣይቀንእን ድዩ ሰብኣይ ብተፈጥሮ ቀና እኳ እዩ ኣይኮነ ቅንኣት ንሰብኣይስ ብኩራ እዩ ዘንድዶ እዩ ዝብለና ብመዓልቲ ኩራ ከዓ ፈዳይ ሕነ እዩ ጨካን እዩ ኣይድንግፅን እዩ ዝብለና ወሲዶማ ወሲዶማ ኣብ ቤቶም ኣእትዮማ ኣብ ዓራቶም እውን ኣደይቦማ እግዚኣብሔር ግን ሰይፊ መዚዝ ሰይቲ ነቢያት ቀርባ ወይን ርእሴኻ ኢልዎ ጣልቃ ኣትዩላ ንሳራ ኣብርሃም ኣይኮነን ተዋጊኡላ ኣብርሃም ግን ኣብ ቤቱ ካብታ ሞት ፈሪሑ በጢሉ እዩ ደቂሱ ኣሕዋተይ ካብ ሞት ፈሪሑስ በጢሉ ሰበይቱ ኣሕሊፉ ሂቡ ሰብ ኣብ ክንዲ ብጻይ ህይወቱ በጃ ክሕልፍ ካብ ዝዓቢ ፍቕሪ የለን ኣሜን ዶ እስከ ኣብ ክንዲ ብጻይካ ህይወትካ በጃ ምሕላፍ ክርስቶስ ኣብ ክንዲ ጸላእቱ ኣብ ክንዲ ፈተውቲ ይኮና ሞይቱ ኣብ ክንዲ ጸላእቱ ኣብ ክንዲ ጸላእቱ ጸላእቱ ኮለና እኮ እዩ ዝብለና ጸላእቱ ኮለና ኣብ ክንዲ ጸላእቱ ክስቀል ናብዚ ምድሪ ዝመጽእ ክስቀይ ናብዚ ምድሪ ዝመጽእ ሓጢኣቶም ክጸውር በደሎም ክጸውር ካብ ባርነትን ካብ መሸጣን ካብ ናይ ፈርዖን ግዝኣት እንከውጽእ መጺኡ ካብ ናይ ሰይጣን ግዝኣት ከውጽእ መጺኡ ካብ ናይ ዓለም ጸልማት ከውጽእ መጺኡ ኣብቲ ዳሕራይ ዘመን ምስ ዓለም ምእንቲ ከይንቕጻዕ እቲ ናይ ፍርዲ ኣቦ ከይቀረበ ከሎ እቲ ናይ ጻዕዳ ዝፋን ፍርዲ ከይመጸ ከሎ ምውታት ከይተስኡ ከለዉ ንሱ በጃ መጺኡ ቅድማ ቀዲሙ ደበኺሉ ነቲ ስለቶም ክሳዕ ሞት ዘፍቀሮም በጃ ሓሊፉ ንሱ እዩ ክሳዕ ሞት ኣፍቂሩ እምበር ኣነ ንስኻትኩም እኮ ክሳዕ ሞት ኣይነፍቅሮን ኢና ክሳዕ ሞት ኣይነፍቅር ኣብ መንጎና ፈተና እንተዝመፅእ ብዙሕ ነገር ዘጠብጠብ ምበልና ነርና ኣይኮነ እንድዩ እመን ወይ ክሓተ ዝበሃል እታ እምነትና እታ ጭካነና ኣብ ኣይ ኣምተረኣየት ነራ ምመዘነና ነይሩ ኣምላኽ ክርስቶስ ግን ኣብ ክንዲ ፀላእቱ ንሱ ክሳዕ ነቶም ዘፍቅሮም ክሳዕ መጨረሻ ኣፍቀሮም ክሳዕ መጨረሻ ከዓ ሞይትሎም እዩ ዝብለና ስለዚ ፍቓድ ኣቦኡ ፈፂሙ ንዓይ ንዓኻትኩምን ካብ ጸልማት ኣውጽእና ካብ ናይ ሞት መከራ ኣውጽእና ኣብ ዘለኣለማዊ ህይወት ከእትወና ፈትዩ እግዚኣብሔር ይመስገን። ስለዚ ነዛ ዝሞተላ ማሕበረ ሕጂ ድማ ብደመና ክወስዳ ይመጽእ ኣሎ እነሆ ብደመና ይመጽእ ኣሎ መርዓት ገንሸል ቀሪቡ እዩ መርዓት እውን ተዳልያ ኣላ እዩ ዝብለና እግዚኣብሔር ይመስገን። ክንዳሎ እግዚኣብሔር ይደልየና ኣሎ ክንዳሎ ተደኣ ኮይንና እቲ ግደፎ ዝበለና ክንገድፍ ውፃእ ዝበለና ክንወፅእ ተፈለይ ዝበለና ክንፍለይ እግዚኣብሔር ዝዛረበና ድምፂ ክንሰምዖ ነቲ ዝዛረበና ድምፂ ምስማዕ ከይንኣብይ ኣዝና ንጥም ንንመን ድዩ ንንመን ድዩ ኣብ በረኻ ዘጥፍኦም ነቶም ዘይተኣዘዙ ዘይኮነም ኮዩ ዝብለና ኣሕዋተይ ነቶም ዘይእዙዛት እዮም ስለዚ ሎሚ ድምፁ እንተሰማዕኹም ልብኹም ኣይተትርዉ ተኣዝዙ እዩ ዝብለና ምእዛዝ እምነት ክንተክል እንተ ኮይና ንሕና እዙዛት ንኹን። ትማሊ ምእዛዝ እምነት ንጸሊ ኔርና ኣይኮነን ድዩ? ምእዛዝ እምነት ክንተክል እንተ ኮይና ሰባት ንእምነት ክእዘዙ እንተ ኮይኖም ንሕና እናተኣዘዝና ኢና ንሰባት ናብ ምእዛዝ ክነእትዎም። ምእዛዝና ምስ ተፈጸመ ኢና ንስ ዘይምእዛዝ ክንቀጽዖ ንኽእል። ኩላ ዓለም በዚ መንፈስ ዘይምእዛዝ ተኣሲራ ኣላ ኣሕዋተይ። ነቶም ደቂ ዘይምእዛዝ ኣብ ምእዛዝ ክንእትዎም እንተ ኮይንና ንሕና ምስ እንእዘዝ ጥራይ እዩ። ናብቲ ንሱ ዝበለና ምስ እንኸይድ፣ ናብቲ ንሱ ዝዛረበና ምስ እንነብር ጥራይ እዩ። ንሱ ዝብለና ክንገብር ኣሕዋተይ። ንሱ ዝብለኩም ግበሩን ሓልውን፣ ንዕኡ ተኣዘዙ ኢላ እውን ማርያም መስኪራትሉ እያ። ንሱ ዝብለና እስኪ ንግበር ናይ ሰባት ኣይኮናን ደሊና ሎሚ። ንሱ ዝብለና ኣምላኽ ባእና ክኸብር ነዚ ኢና ተጸዊዕና እግዚኣብሔር ይመስገን እስከ ንሱ ንብል ዝብለና ንግበር ንሱ ዝብለና እንተ ደይጌርና ከም ኣብርሃም ከርተት ኢና ነብዝሕ ኣብቲ መሰውእ ኣምላኽ ዘይብሉ ኡር ከላዳውያን ዘመን ንበልዕ ኣብኡ ናብኡ ክወፅእ ኣይፈተነን እኳ ጥዒምዎም እዮም ተመሳሲሎም እዮም ምክንያቱ ኣረማዊ ምድሪ እዩ ኣረሜን ንምዃን እቲ ቦታ እዩ ዝገልፀልና ኣብ እንግሊሽ ዝለኣኺልና ኣርሜን ምዃነይ እየን ዝገልጸልና። መሰውኢ ኣምላኽ ዘለዎም ኣይኮኑን። ብዙሕ ዓይነት ባህሪ ዘለዎም እዮም። ዓናቓዊ ባህሪ ዘለዎም እዮም። ሰዶማዊ ባህሪ ዘለዎም እዮም እኮ። ናብ ካራን ትኸድካ ከዓ ተመሳሳሊ እዩ። ስለዚ ካብ ኡር ከለዳውያን ቅድም ክትሓልፍ ዝግባእካ ብካራን ጌርካ ኢኻ። ካብ ካራን ሓሊፍካ ኢኻ ናብ ከነኣን ትኣቱ። ተበጊሱ ካብኡ ጥሒሱ ክንዲ ዝሓልፍ ኣብ ካራን ኮፍ ኢሉ ቀራን መገዲ ስለ ዝኾነ ዓዛሚ ረኺብዎ ተዓዚሙ ሃብቲ በቃ ከብቲ ክርብሕ ጀሚሩ ሃብታም ኮነ ብለና ሃብታም ንሱ ሃብቲሙ ወዲ ሓዉ ድማ ለውጢ ድማ ሃፍቲ ገንዘብ ሓኒቑ ሕዞም ጀመረ ሰይጣን ብሃብቲ ብግዜያዊ ብናይ ምድሪ ነገር ብናይ ዓይኒ ትምኒት ክሓባብሎም ጀሚሩ ዘመኖም ተበሊዑ ዕድሚኦም ከይዱ ዘመኑ ተበሊዑ ኣብርሃም ኣብቲ ንሱ ዝበሎ ስለ ዘይካደ ጥራይ ዝኣኽሎ ገንዘብን ወርቅን ብሩን ክሕዝ ከሎ እኮ እሱን ተሰኪሙ እዩ ዝኸይድ ከምዚ ሓደ ነጋዳይ ኣብዚ ሎሚ ዓመት ነጊዱ ንዝመፅእ ዓመት ካብዚ ሓደ ዝነግድ ድሕሪኡ ፍቲ ሓደ ነጊዱ ድሕሪኡ ሃፍቲ ሒዙና ንዓዱ ዝምልስ ከምኡ ኮይና ንመስል ንሕና ኣሕዋተይ ዓመት ክንጸንሕ እሞ ገንዘብ ክንእክብ ንዓድና ክንምለስ ኣይንብልን ኢና። እግዚኣብሔር ንሰብ ክጽውዖ ከሎ ብዝተፈላለየ ምድሪ ስደት ይሕለፍ ብመከራ ሓሊፍና ምድሪ ስደት ንሕለፍ ዋላ ክንዕቆብ ንኺድ ኣሕዋተይ እግዚኣብሔር ዝጸውዓና ግን ኣብ ምድርና ንኣብ ቤት ኣቦናን እዩ ጸዊዕና ንዓብ ህዝቢ ዝገብረና ኣብ ቋንቋኻ እዩ ንዓብ ህዝቢ ዝገብረካ ኣብ ዓሌትካ እዩ ኣሕዋተይ ደቂ እስራኤል እኮ ብምክንያት ጥሜት ናብ ግብፂ ምስ ኣተው ድሕሪ የሴፍ እኮ ድገጠሞም ሽግር ኣሎ ንየሴፍ ዘይፈልጥ መንግስቲ መፅኡ ንየሴፍ ዘይፈልጥ ንጉስ ምስ መፀ መከራ ብዚሕብሎም ጭቃ ከም ዘቆምጥዑ ገይርዎም ሓሰር ንዕኡ ዝኸውን መብኩዕ ድማ ባዕሎም ከም ዘምፁ ገይርዎም ህንጻታት ናይ ግብጺ ከም ዝሰርሑ ገይርዎም፣ ብነጻ ብዘይ ዓስቢ ከም ዝሰርሑ፣ ባሮት ኮይኖም ከም ዝግዝኡ፣ ድኻ ጨኦም ከም ዝሰትዩ ኮይኖም። ሰብዓ ነፍሳት ብጥሜት ምኽንያት ዝኣተዉስ ድሕሪ ሞት ዮሴፍ። ዮሴፍ ግን ሬሳይ ካብ ዝግዕዝዎ ኢኹም ኢሉ እዩ ተላብዩ ከይዱ። ስለዚ እቲ ህዝቢ ድማ ክንድኡ መጠን ሰሲኑ ልዕሊ ሰለስተ ሚእቲ ሽሕ ህዝቢ እዩ ኮይኑ ሰብዓ ነፍሲ ዝኣተዉ። መከራኦም እንዳነወሐ ከይዱ፣ ባርነቶም እናወሐነወሐ ከይዱ፣ እህህተኦም ኣብ ሰማይ በጺሑ፣ ቆዚሞም እኳ'ዮም፣ ባኽዮም እኳ'ዮም፣ እዞም ውሉድ ኣምላኽ ዝተጸውዑ፣ እዞም ደቂ ኣብርሃም ዝተጸውዑስ እንታይ ሽግር ገጢምዎም ኣብ ባርነት ኣትዮም፣ ኣብ ምርኮ ኣትዮም? መብዛሕትኡ ግዜ ባዕልና ነምጽኦ መከራ ኣብ ባርነት ኣብ ምርኮ ንኣቱ'ና ኣሕዋተይ። ድሕሪ የሴፍ ሙማት ቀልጢፎም ንሳቶም'ውን ክወጹ ነይርዎም። ክወጹ ነይርዎም ኣብታ ርስቲ ኣቦታቶም፣ ኣብታ ርስቲ ናይ ኣብርሃም ክኣትዉ ነይርዎም። ስለዚ ቦታኻ ብምሕዳግካ ምኽንያት ክንደይ ሸንኮለል ክንደይ ዕንክሊል ክንደይ ድኻም ክንደይ ውፃእ ውረድ ፀጋኻ ምቕንጣጥ ኣሎ ምድካም ኣሎ ሓይልኻ ምድካም ኣሎ ምስሎጥ ክንደይ ምስምማዕ ኣሎ ዝተፈላለየ ነገር እዩ ዘሎ ተመሊስካ ድማ ሽጋራ ኣብ ቤትካ ትእቱ ሰበይትኻ ክወስዱልካ ከዓ ይመፁ እግዚኣብሔር ረድኤቱ ነይሩ ተዘይከውን ንኣብርሃምሲ ኦረዲ እታ ሰበይቱ እኮ በቲ ንጉስ ተወሲዳ እያ ተጠሊፋ እኳ እያ ኣብቶም ዘይጉዙራት ዓሌት ኣትያ እኳ እያ እታ ንይስሐቅ ክትወልድ እተጸውዐት ሳራስ ተወሲዳ እኮ እያ ኣሕዋተይ ይርድኣና ኣሎ እቲ ዘርኢ ደኣ ኣበይ ምኾነ ምሞተ ዶ ነይሩ ኣይምፈረየን ነይሩ ናይ እምነት መሰረት ኣይመጸን ነይሩ ካህናትን ሌዋውያንን ኣይምተወለዱን ነይሮም ሰይፊ ኣምላኽ ግን መጺ ናፍቲ ንጉስ ክብረት ክሓሉ ምስ ተባህሎ ራዕዲ ሒዝዎ እንታይ ግብሪ ኢኻ ዝገበርካ ስለምንታይ ሓሲኻኒ ኢልዎ ፈሪሀ እቲ ንጉስ ዝገበሮ ቀልጢፍካ ውፃእ ኢሉ ሰይፊ ኣምላክ ስለ ዘፍርሓቶ ቀልጢፍካ ውፃለ ኢልዎ እረ ካብቶም ዓሻኽሩ ፀዊዑሲ ኣውፅዎም ኢልዎ ኣውፅ ኢድካ ንውለይ ኣውፅ ኢሉ ብፍርሂ ዝኣክል ኣውፁለይ ካብዚ ምድሪ ኢሉ ኣሕዋተይ ንሕና ኣብቲ ኣምላኽ ዘይደልዮ ምድሪ ክንኣቱ ከለና ፀላእ እውን ኣይፈትወናን እዩ ክደፍኣና እኳ እዩ ከጋፍዓና እኳ እዩ ክጭንቁነና እኳ እዩ ፀላኢ እግዚኣብሔር ቀቅድሜና ሓሊፉ ሰይፍን ስርዐግን ውፃእ ይብለካ ልቐቕ ካብዚ ምድረ ይብለካ ፀላኢ ንዕኡ ክተንበርክኾ ኣይትኽእልን ኢኻ ምድሪ ፀላኢ እዩ ርስቲ ፀላኢ እዩ መሰዊ ኣምላኽ የብሉን ክብሪ ኣምላኽ ኣይፈልጡን እዮም ምስ ኣምላኽ ኣይኮኑን ዝመላለሱ ንስኻ ግን ውሉድ ኣምላኽ ተባሂልካ ምስ ኣምላኽ ኢኻ ትመላለስ ካብቲ ኣምላኽ ዘየኽብር ነገር ውፃእ ካብቲ ንኣምላኽ ዘየኽብር ባህሪ ተፈለይ ካብቲ ምስ ኣምላኽ ዘየኽብር ምትሕውዋስ ተፈለይ ንሎጥ ናብቲ መሰውኢ ክተምጽኦ ኣይትኽእልን ኢኻ። ምስ ሎጥ እውን እኮ ብባእሲን ብጎንጽን እዮም ተፋላልዮም። ምድሪ ምጻር ስኢናቶም እዩ ዝብል። ሽዑ ኣብርሃም ሓንቲ ነገር ተዛሪቡ። ሓወይ ኢልዎ ኣብ ልቡ ክምለስ ጀሚሩ። ምኽንያቱ ጻውዒት ንዕኡ እዩ ነይሩ ንሎጥ ኣይኮነን ነይሩ። ስለምንታይ ኣነን ንስኻን ንበኣስ? ንየማን ተቢልካ ኣነ ንጸጋም ከብል፣ ንጸጋም ተቢልካ ኣነ ንየማን ከብል። ንዓ ንፈላለ ኢልዎ ኣብዚኣ ግን ለባም ናይ ሎሚ ጎንፂ እኮ ከምኡ ተዝኾነና ፅቡቅ ነይሩ ኣሕዋተይ ናይ ሎሚ መጎናፅና እስከ ሓወይ ከይተፀላእና ከይተባኣስና ንኣምላክ ይሕዘና ሓዲና ንየማን ሓዲና ንፀጋም ነብል ብሰላም ንፈላለይ ምባል በረከት እዩ ኣሜን ዶ ናይ ኣብርሃም ዓበ በረከት እዚ ነይሩ ዓበ ዓወት እዚ ነይሩ ሽዑ ሎጥ ኣበይ ጠሚትና ምድሪ ዞኣር ለምለም ምዃኑ ሻኻ ከም ዘለዎ ማይ ከም ዘለዎ ምስ ፈለጠ ከይዱ ጠቂንዎ ናበይ ከይዱ ናብ ሰዶም ተቐመጠ እዩ ዝብለና ኣብ ሰዶም ድንኳኑ ተኸለ እዩ ዝብለና ፍቓድ ኣምላኽ ዘይብሉ ሰብኣይ ኣብ ሰዶም እዩ ድንኳኑ ዝተክል ፍቓድ ኣምላኽ ዘለዎ ናይ ኣምላኽ ሰብ ግን ኣብ ኬብሮን እዩ ድንኳኑ ዝተክል ኣብ ቤት ኤል እዩ ድንኳን ዝተክል ሎሚ ድንኳን ናበይ ንተክል ኣለና ኣሕዋት እናገፋፈጥና ኣይንኺድ እናገፋፈጥና ኣይንኺድ ምርኣይ ክህልወና ኣለዎ ኣሕዋተይ ምርኣይ ይሃልወና ገፋፊጥና ኣይንኺድ ተሓዋዊስና ኢና ሒት ምፍላይ ይደሊ እግዚኣብሔር ምትሕዋስካ ካብ በረኸት የትርፈካ እዩ ምትሕዋስካ በረኸት ሰማይ ይዓፅወልካ እዩ ምትሕዋስካ ንኣምላኽ ክኸብር ኣይክእልን እዩ ስለዚ ንኣምላኽ እኮ ሓደ ከሎ እዩ ባሪኽዎን ፀዊዕዎን ሽሕ ከሎ ኣይኮነን ፀዊዕዎ ሓሙሽተ ከሎ ኮይነን ፀዊዕዎ ዓሰርተ ከሎ ኣይኮነን ፀዊዕዎ ብድሕሪኡ ኣይተራኸቡን ምስ ሎጥ ቲም ምድረ ሰዶም መሪጹ ሰዶማውያን ዘለዎ ቦታ መሪጹ ፍቓድ ኣምላኽ ስለ ዘይብሉ ፍቕሪ ኣምላኽ ስለ ዘይብሉ ፍርሃት ኣምላኽ ስለ ዘይብሉ እዩ ኣሕዋተይ ፍርሃት ኣምላኽ ምስ ዘለዎም ሰባት ተደማሚርና ክንከይተልና ኣይኮነልናን እዚኣ ክንፈልጥ ኣለና ፍርሃት ኣምላኽ ዘለዎም ልቦም ብፍቓድ ኣምላኽ ዝርዕድ ሰባት ንስናን ከም ንዓይ እስከ ንፍለጥ ሎሚ ንስናን ከም ነገልግል ንፍለጥ ፍቓድ ኣምላኽ ኣብ ልቡ ዘለዎ ሰብ ፈሊጥክን ኢና ንፍለጥ ፍርሃት ኣምላኽ ኣብ ልቡ ዘለዎ ሰብ ሎጥ ሕጂ ንኣብርሃም ዝጽግዖ ዝነበረ እኮ ረብሓ ደልዩ ኸላ ኣይኮነን ራእይ ስለ ዘለዎ ኣይኮነ ኣብ መጨረሻ ግን ዘይምስምዖም ፈላልዩ ረብሕኡ ናይ ምድሪ እዩ ነይሩ ናይ መርድሪ እዩ ዝጥምት ነይሩ ሓሳቡ ሰማይ ኣይነበረ ሎጥ ደቂ ሓደ ሰብ ኣዮም ግን ትዘገርም ሓደ ሰብ ኣይ ዝወለዶም ናይ ታራ ውን ታሪክ ይነግረና ዩ ታራ ንኣምላካ ክድሮ ሓለፋ የብለናን ዩ ወለዶ ጥራሕ ዩ ዝነግረና ወለዶ ክርስቶስ ክነግር እዚ ኣሕዋተይ ካብዚኦም ዝነበሩ ሰለስተ ኣሕዋት ሓደ ኣብርሃም ጥራሕ ናብቲ ኣምላክ ዝጠመተሉ ቦታ ከይተፀዊዑ ናሆር እውን ምስ ኣብርሃም ኣይነበረን ናሆር እንዳ ቡቲኤል እዮም ፈሊጥናዮም ኣለና ይስሐቅ ሰበይቲ ካብኡ ይምፅዋ ኣብ ዳኮታት እዩ ይምፅዋ ሓደ ዓሌት እኳ እዮም እዚኣቶም ሓደ ሕዋት እኳ እዮም ናሆር ጣዖታውያን እዮም እዚኣቶም በዓል ላባን ጣዖታውያን እዮም ነይሮም እዚ መዘከር ኮነና ራሄል ጣዖት ናይ ኣቦ ኣሰሪቃ ከደት ኣብ መንገዲ ይብለና ይሳቅ እውን ረኣዩ እኸ ያዕቆብ ን ራእይኡ ክደናጒ ከሎ ተራእዩ። ያዕቆብ ን ራእይኡ ዘደናጎየ ነገራት ኣለዎ። ራእይኡ ክሳብ ደናጒዩ ናብ እንዳክኡ ሰበይቲ ደልዩ ዝኸደ ሰበይቲ ክለዋወጥ ዓስቢ ክልውጥ ርእዩ። ሰበይቲ ምጽኡ ክኸይድ ዝግብኦ ክወጽእ ዝግብኦ ካብ ቤት ላባን ላባን ከኣ ግርም ገይሩ እዩ ሒዝዎ፣ ግርም ገይሩ እዩ ጠሊፍዎ። ሸውዓተ ዓመት ተገዛእ እሞ ነዛ ሓንቲ ሸውዓተ ዓመት ባርያ ዓስቡ እናተለዋወጠ እዩ መከርኡ እንዳጸገበ እሱ ከኣ ኣብ እንዳ ኣኮኻ ዶ ከምዚ የጋጥመካ? ንኣምላኽ ዘይፈርሕ እንተ ደኣ ኮይኑ ኣኮኻ ይኹን ሓወቦኻ ዋላ ሓትነኻ ኣዴኻ ይኹን ኣቦኻ ናብ ጸልማት እዮም ክመርሑኻ ይርድኣና። እቲ ኣምላኽ ዝጸውዖ ጥራሕ እዩ ኣብ ብርሃን ክኣቱ ተጸዊዑ ደሎ እቲ ንኣምላኽ ዝእዘዝ ንእምነት ድእዘዝ ጥራይ ኣብ ብርሃን ድሳገግር ኣሕዋተይ ንእምነት እስከ ንተኣዝዝ ምእዛዝ ጥራይ ዘይኮነ ከዓ እናበይ ከም ንኸይድ ንፍለጥ ነቲ ኣርእስትና ናበይ ከም ዝኸይድ ግን ኣይፈለጠን እዩ ዘለና ዘሎ ሎሚ ናበይ ከም ንኸይድ ዶ ንፈልጥ ኢና ወቴ ናበይ ከም ንኸይድ ክንፈልጥ ኣበይ ከም ንዓርፍ ደሴት ናበይ ምዃኑ ፍጻሜ ናበይ ምዃኑ ንሰግረሉ ኣበይ ምዃኑ ክንፈልጥ ምእንቲ ንእግዚኣብሔር ክንዛረቦ ኣለና ትናህና ደስቲኒ ኣበይ እዩ እና ትናህና ወደብ ኣበይ እዩ ንበሎ ትናህና መዕረፊ ኣበይ እዩ እቲ ልበይ ዝዓርፈሉ ኣበይ እዩ እቲ ልበይ ዝዓርፈሉ ዝቕመጠሉ ሃዲኤ ንዓኻ ዘምልኸሉ መሰውኢ ዝሰርሓሉ ብዕረፍቲ ዝነብረሉ ከይተጓነፅኩ ዝነብረሉ ዓሪፈ ዝነብረሉ ናተይ ደስቲኒ ኣፍልጠኒ ንሕተት ናትካ ደስቲኒ ኣምላኽ እንተፈሊጥካ ተናዊፅካ ተሸቢርካ ኣይትነብርን ኢኻ ሰረቕቲ ይመጹኻን እዮም ቤትካ ክሰርቁ ቤቱ ክሰርቅዎ እዮም መጺኦም ነብርሃም ኣብ ሰበይቲ ዝዓቢ ምስራቕ የለን ተወላዱ ብኡ መጠን እዩ ኮዶንግ እዩ ሎጥ ካብኡ ምስ ተፈለየ እታ ቦትኡ ምስ ተመለሰ ንግብፂ ሓዲጉ ናብቲ ኣንድሕር ምስ ተመለሰ ናብታ ቦትኡ ምስ ተመለሰ እኛው ነጀው ምባል ገዲፉ ኣብ ሓንቲ ቦታ ተቐሚጡ ኣብ ሓንቲ ቦታ ሽዑ እቲ ንዓበ ህዝቢ ክገብረካ እየ ዝተባህለ ምእንቲ ክፍፀም እስከ ኳኸብቲ ሰማይ ቁጸር ተባሂሉ ንዘርእኻ ክንድቅጾ ድሓር ክኸውን ኣብቲ ኣልኣዛር እዚ በዓል ደማስቆ ድዩ ክወርሰኒ እዛም ኣብ ቤተይ ዘለዉ ኣግራት ድዮም ክወርሱኒ ኣነ ኣሪገ ሰበይተይ ኣሪጋ ዝበለሉ ሰዓት ንዓብ ህዝቢ ትኸውን ኢኻ ዝበሎ ቃል ኣብ መበል ቴስዓ ተፈጺሙ ኣብ ሰብዓን ሓሙሽተን ዝተዛረቦ ኣምላኽሲ ዋው ኣብ ሰብዓን ሓሙሽተን ዓመት ኣብ ሰብዓን ሓሙሽተን ዕድሜኻ ዝጸውዓካ ኣምላኽሲ ትስዓን ሓሙሽተን ዓመት ኣብ ትስዓን ሓሙሽተን ዓመት ከዓ እግዚኣብሔር ንኣምላኽ ንኣብርሃም መከሮ ነቲ ሓደ ውሉድ ክሃበኒ እንተበለስ ኦኬ ሰዋኣለይ ተበለስ ኣምፃእ ብድብዛ መስዋእቲ ግደፍ ኢልዎ ከምኡ ምእዛዝ ዝነበሮ ኣይነበረን ኣበይ ከም ዝዓርፍ ግን ኣይፈልጥን እዩ ነይሩ መዕረፊኡ ዘይፈልጥ እዩ ነይሩ መዕረፊኡ ዘይፈልጥ ሰብ ከምታ ኣብ ምሳሌ እንታይ ኢልዋ ከምታ ቤታ ዝሓደገት ፅሩያ ኢልዋ ዑፍ ስቂል እዩ ሰብሉ ምኮብላል ምእንቲ ከይነብዝሕ ብዕረፊና ክንፈልጥ ንኣምላኽ እንታይ እዩ ፍቓድካ ኢልና ክንሓቶ እግዚኣብሄር ይገብረና ኣሕዋተይ መዕረፊና እንድሕር ከይንና ግን እንዳኸሰርና እንዳጎደልና እንዳጎደልና እምበር እንዳወሰኽና ኣይንኸይድን ክንውስኽ ምእንቲ ኣብ ኢድና ዝኣተወ ክፈሪ ምእንቲ ብጨበጥናዮ እንዳሓዝናዮ ንበረኸት ክኸውን ምእንቲ ክንዲ ሑፃ ባሕሪ ክኾነልና ምእንቲ ዘርእና ንምድሪ ክወርስ ምእንቲ ኣበየ ድንኳነይ ክተክል ንበሎ ኣበየ መሰውእ ክገብር ጎይታ ይበሎ ፍቓድካ እንታይ እዩ? ምስ መን እየ ክጓዓዝ? ንዓ ውጻእ ክብል ከሎ ምስ ሎጥ ምምኻር ኣየድልየካን እዩ። ንሎጥ ኣይተዛረቦን። ምስ ታራ ከማን ወላዲኻ እንድዩ። ምስኡውን ምዝራብ ኣይመድልን። ኮለል ክብል ግን ዘመን በሊዑ። እግዚኣብሔር ከኣ ምስኡ ኮለል እብል ይጽበዮ። ነገር ናቱ ስጋዕ ንሓድግ ይጽበዮ። ሎሚ ኣምላኽ ነገርና ክሳዕ ንሓድግ ይጽበየና። ፍቓድ ርእስና ክሳዕ ንሓድግ ይጽበየና። ፍቓድ ናቱ ናፍቀ ንሓድግ ትማል ሰንበት ካብቲ ሰብ ኮን ነበረ የሳሚ ሓውና ሲ ብሽጣራ ርእስኻ ትመላለስ እዩ ብሽጣራ ርእስ ናፍቀ ንሓድግ ብሲስተም ናህና ክንመላለስ ዝብልሕ ዓለ ግዜ ሲስተም ናትና ኣይድዮን እየን እግዚኣብሔር ቅዲ ናህና ኣይድዮን እየን እግዚኣብሔር ፍቓድ ኣምላኽ ጥራሕ ዘድዮ ብቅዲ ርእስና ክንዓቢ ብቅዲ ርእስና ክንድሕፃ ባሕሪ ክንከውን ኣይንሕሰብ ብቅዲ ኣምላኽ ፍቓድ ኣምላኽ እንተኣሲና ግን ብቅዲ ኣምላኽ ብሲስተም ኣምላኽ ኢና ንሕና ክንፈሪ ክንበዝሕ ንስስን ሰራዊት ክንኸውን እንኽእል ሰራዊት ከይንኸውን ዝኸልከለና ሎሚ ፍቓድ ርእስና እዩ ኣብ ስደትን ኣብ መከራ ነእቲና ዘሎ ፍቓድ ርእስና እዩ ቤተ ክርስቲያን ኣብ ምርኮ እትዋ ዘሎ ፍቓድ ርእስና እዩ ንኣምላኽ ዘይምእዛዝ ንዓስቢ እዩ ዝፅድቅ ይኮነን እንተበዝ እንተበት ግን እንተሳደዱኹም ስብ ከተማታት እስራኤል ጎይኹም ከም ዘይትውድእዋ ከም ዝበለ ጎይታ የሱስ ተሳዲድና ግን ሂወትና ኣድሒንና ግን ኣይኮነን ድዩ ሕጂኸ በረኸትና ከይጎደለ መሊእና ንምድርና ምእንቲ ክንምለስ እስከ ንጸሊ ኣሕዋተይ መሊእና ክንወጽእ ጎዲልና ከይንኣቱ ጎዲልና ከይንምለስ ምእንቲ ፍቓድ ኣምላኽ ንምሃር ኣብዚ ምድሪ ስደትና ኣብ ምድሪ ስደተይ ሕጂኸ እንታይ ክገብር ጎይታ መወዳእታ ንስኻ ናበይ ኢኻ ትመልሰኒ ንበሎ ፍቓድ ኣምላኽ እንታይ ምዃኑ ክነግረና እዩ። ኣበይ ከም ንፈሪ፣ ኣበይ ማንታ ማንታ ከም ንወልድ፣ ኣበይ ዘሪእና ሽዕበት ከም ንእቱ፣ ኣበይ ምድሪ ሓይላ ትህበና ከርእየና እዩ እግዚኣብሔር። ምክንያቱ ዘርኢ ኣምላኽ እዩ ዘለና። ንሕና እንኣምኖ ኣምላኽ ዕውር ኣምላኽ ኣይኮነን፣ ዝርኢ ኣምላኽ እዩ። እቲ ዝርኢ እዩ ንሱ ጸዊዕና፣ እቲ ኣለኹ እዩ ንሱ ዝመርሓና ዘሎ፣ ንሱ እዩ ዘመናት ዘሳግረና ዘሎ። ስለዚ ኣሕዋተይ እስከ ከም ኣብርሃም ሎሚ ደው ኢልና ንሕሰብ ኮለል ከይተረዳዳእና፣ ካብ ምብራቕ ናብ ምዕራብ፣ ካብ ሰሜን ናብ ደቡብ ከይተጋላጠምና፣ ካብቲ ናብቲ ከይተገላበጥና፣ ዘመንና ከይበላዕና፣ ዘመንናን ጉብዝናናን ኣምላኽ ክጥቀመሉ ምእንቲ፣ ጉብዝናና ንኽብሪ ኣምላኽ ክኸውን፣ ንእስነትና ንኽብሪ ኣምላኽ ክንኸውን፣ ከም ሰለሙን ንእግዚኣብሔር ኣስሚርና ንሓልፍ፣ ህዝቢ ዓለም ኣብቲ መቕደስ ኣምላኽ ኣብቲ መሰውኢ ኣምላኽ ክነምበርክኽ ምእንቲ፣ ሎምና ዓቢ ህዝቢ ክንከውን ምእንቲ ፍቓድ ኣምላኽ ነለሊ። ከም እብርሃም ናበይ ከም ዝኸይድ ከይፈለጠ ወጸ። ኣይንኹን ደንባር ኣካይዳ ከይንኸይድ ኣዚና ንጠንቀቕ። ደንባር ኣካይዳ መዕረፊኻ ኣየፍልጠካን እዩ። ኣንፈትካ እዩ ደስሕተካ። ሎሚ ኣበይ ኣንፈትና ንስሕት ኣለና ንጠምት። ካብ ፍቓድ ርእስና ንውጻእ። እቲ ተፈለዪ ዝበለና ኣምላኽ ንፈለይ። እቲ ንኣምላኽ ዜኽብር ካባና ነውጽኣዮ። ካብ ባህርን ካብ ልምድነትና ንውጻእ። ባህርኻን ልምድኻን ኣብ ካራን እዩ ኮፍ ዘብለካ፣ ይስምረካ፣ ኣብቲ ቀረና መንገዲ። ኣብኡ ኸኣ ዘመን ከበልዕ ተመሊሱ ናብ ግብጺ የውርደካ፣ ፈጺሙ ምእንቲ ኸጥፍኣካ። ናብ ገጽ ወስደካ ተመሊሱ ኣብ ካራን እንቋዕ ደቀሰለይ ኣብ ካራን እንቋዕ ናብ ገንዘብ ጠመተ እንቋዕ ናብ ኣብ ዑርና ባጊዕን ጠመተ እንቋዕ ናብ ሃፍቲ ጠመተ ካብኣ ቀጺሉ ኣብዚ ካራን ከኣ ጠሜትካ ስርዐ ኪድ ቀጽል እንዳ ቦታኻ ትኸይድ ቦታኻ ሓዲግካ ከኣ መሊስካ ካልእ ሸንኮል ቦታና ንሓድግ ሰባት ከይንኸውን ኣሕዋተይ ቤትና ዝሓደገት ዑፍከኛ ወይ ኮለል ከይነብዝሕ ምእንቲ ንእግዚኣብሄር ንጠይቆ እቲ ዘጀመረና ኣብ ፍጻሜ ከእትወና ኣብቲ ንሱ ዝሓለመልና ሕልሚ ክንኣቱ ካብ ሕልሚ ርእስና ካብ ራኢ ርእስና ካብ ድሌት ርእስና ካብ ትምኒት ርእስና ካብ ፍቓድ ርእስና ፈጺምና ክንወጽእን ክንፍለይን እግዚኣብሄር ይደልየና ኪዳን ኣምላኽ ንዓና ከምዚ እዩ ካልእ ኣይኮነን ኪዳን ኣምላኽ ንዓና ክቡር ኪዳን እዩ ዘለዎ እግዚኣብሄር ይመስገን ኪዳን ኣምላኽ ንበረኸት ዝኸውን ኪዳን እዩ እስካ ነብቤ ጸዋዕና ኩሉ ዝኣተወልና ኪዳን ተዛረበና ቃል ነስተውዕሎ እስከ መጀመርታ ክንምለስ ኩልና እግዚኣብሔር እንታይ ተዛሪብና እንታይ ተዛሪብና እግዚኣብሔር ከይተዛረበ ይጸዋዕና ናብ መጀመርታ ብርሃን ዝበርሃላ መዓልቲ ንዘክራ እሞ እግዚኣብሔር ተዛረበና እንድሕሪ ኮለል ዘብለና ዘሎ ዕንክሊል ዘብለና ዘሎ ዘድክመና ዘሎ ጉልበትና ዝበልዕ ዘሎ ገንዘብና ዝበልዕ ዘሎ ረሃፅና ዝበልዕ ዘሎ እንታይ እዩ ኢልና ንመርምር እሞ እግዚኣብሔር ከዓ ጉድለትና ክውሉ

ብሽም የሱስ ከም ዝጎየ
ንኸንቱ ከም ዝጎየኹ ወይሲ ንኸንቱ ከም ዘይጸዓርኩ ነቲ ቃል ህይወት ሒዝኩም በታ መዓልቲ ክርስቶስ ንትምክሑት ንትምክሕተይ ምእንቲ ክትኮኑ ኣብ ማእኸል እዚ ቄናን ጠዋይን ወለዶ እዚ መንቀ ዘይብሉን ግሩሁን ሕፍቲ ዘይብሎም ውሉድ ኣምላኽን ኮይንኩም ከም ብርሃናት ኣብ ዓለም እትበሩ ምእንቲ ክትኮኑ ንኹሉ ብዘይምጉርምራምን ብዘይምውልዋልን ግበርዎ። ኣሜን። እግዚኣብሔር ይመስገን። ንኾንቱ ከም ዘይጎየ ኮይኑ ሃዋርያ ጳውሎስ ጉያና ንኾንቱ ከይከውን ሓፍት ኣሕዋተይ ዓስብ ዘይብሉ ጉያ ከይንጎይ ጻማ ዘይብሉ ጉያ ከይንጎይ ብስጋና ንጎይ እንተ ኮይንና ኣሕዋተይ ስጋ ጻማ የብሉን ናብ ሕጊ እምነት ኢና ንምለስ ዘለና ውሉድ ጸጋ ኢና ንሕና ኣብ ናይ ጸጋ እምነት ኢና ተጸዊዕና ኣብ ተግባር ርእስና ኣብ ጻዕሪ ርእስና ኢና ክንኣቱ ካብ ጻዕሪ ርእስና ወጺና ኣብ ጻዕሪ ኣምላኽ ምእንቲ ክንከውን እስከ ጉራሃት ሕፍቲ ዘይብልና ቁናዕት ወለዶ ክንከውን ኣምላኽ ይደልየና ኣሎ ከምዚኣ ኮይና እንተ ተመላሊስና ኣብታ ኣምላኽ ዝሰረታ ከተማ ናብ ኣገጽና ክንጥምት ኣብኣ ድማ ክንኣቱን ክንዓርፍን ኢና ዘመንና ዘመን ዕረፍቲ ክኾነልና እዩ ክብርና ኣምላኽ ይኹን ንጸልይ

ክንምለስ ጸጋ ካብ ዝሃበና ጎይታ ሎሚ መገድና ተዓዚብናን መርሚርናን ኣበይ ከም ዝጎደልና ኣበይ ከም ዝወድቕና ክንዝክር እሞ ናባኻ ክንምለስ ጸጋ ካብ ዝሃበና ክሳራና ኣበይ ምዃኑ ክንፈልጥ ጸጋ ካብ ዝሃበና ጎይታ ጎደለና ኣበይ ምዃኑ ክንፈልጥ ኣርእየና እሞ መላእ እዮ እቲ ጎደለና ጎይታየ ጎደሎ ትምልእ ኣምላኽ ኢኻ ንዘይምእማን ድማ እትድግፍ ኣምላኽ ኢኻ እሞ ንዘይምእማንና ንኸርተት ምባልና ዋምላኽ ንክሳራታትና ኩሉ ሪኢካ ሕጂ ግን ናብ ክብርካ ክተእትወና ንጽሊ ኣለና ረቡኒ ጎይታየ ንባርካካ ኣለና እዚ ሓዲሽ ዘመን ናይ በረከት ዘመን ይኮነልና እዚ ሓዲሽ ዘመን ናይ ምውጻእ ግዜ ይኮነልና ክንወጽእ ክንወጽእ ጎይታየ ካብ ከራን ክንወጽእ ካብ እርኮለዳውያን ክንወጽእ ካብ ግብጺ ክንወጽእ ልብና ክወጽእ ካብዚ ኩሉ ዋምላኽ ኣብቲ ስኻ ዝቐመጥካዮ ክቕመጥን ክስረትን ብስም ኣመስግነካ ኣለኹ ኣምላኸይ ነመስግነካ ንባርኸካ ክብሪ ንስምካ ይኹን ንስኻ ትሓስበኒ ሓሳብ ኣሎ ክብሪ ንዓኻ ይኹን ሓጎሰይ ሰናይ ክገብረሎም እዩ ብኩሉ ልበይን ብኩሉ ነፍሰይን ብሓቂ ኣብዚ ሃገር ክተኽሎም እየ እግዚኣብሔር ከምዚ ይብል ኣሎ፣ ከምቲ ዅሉ ዝዓበ ሕሰም ኣብዚ ህዝቢ እዚ ዘውረድክዎ፣ ከምኡ ድማ ኵሉ እቲ ዘፈሰኽዎ ሠናይ ከውርደሎም እየ ይብለና እግዚኣብሔር ይመስገን። ከምቲ ዓበ ሕሰም ኣብ ሕይወትና ዝወረደ፣ ከምቲ ዓቢ ዀለል ኣብ ሕይወትና ዝወረደ፣ እቲ እግዚኣብሔር ዝሓሰበልና ሠናይ ድማ ኵሉ ክፍጸም እዩ እሞ፣ ኣንተስ ንሕና ፍቓዱ ንምግባር ጥራሕ ልብና ነዳሉ። ጐይታ ይባርኽኩም።